ሰላም ካብ ኣስመራ ማይ ነፍሒ ተምሃራይ እዩ ስሙ ኣይክጠቕሶን እየ ኣብዚ ፋይናንሻል ማርኬት ኢና ተላሊና ስፐሲፊካሊ ኸ ኣብዚ ናይ ፎሬክስ ትሬዲንግ ኢና ተላሊና ማለት እዩ ሶ ወዲ ሓረስታይ ገሊልኒ ኦ ኩላትና ደቂ ሓረስቶት እንዲና ገሊለ እዩ ሶ እንታይ ኢልኒ ትማሊ ተዳዊልና ነርና ዓዲ ክኸይድ እየ ዓዲ ወፈር ኣለዎ ገዛ ክሰርሑ እዮም ገሊልኒ ኣብ ርእሰይ እንታይ ዝብል መፅለይ ወፈራ ኣብ ዓዲ እዚ ማለት ኣብ ዓድና ገዛ ንክህልወካ ጃስ ሓንቲ መዓት ጥራይ ኣድልየካ እዚ ማለት ከዓ ደቂ ዓድኻ ትፅውዕ ወፈራ ትገብር ገዛ ሰሪሖምልካ ከዱ ዘለኣለምካ ትነብር ማለት እዩ ኣብ ሴም ታይም ኣብ ተመሳሳሊ ግዜ ግን ኣብዚ ቀዳማይ ዓለም ንብሎ ዘለና ማለት እዩ ገዛ ንክህልወካ 35 ዓመት ክሰራሕ ትኽእል ኣለካ እዚ ኸማን ንፉዕ ተኾንካ እዩ እምበር ገዛ እውን ዘይክህልወካ ይኽእል እዩ ዕድሜኻ ምሉእ ማለት እዩ ንክትነብር ሸሞንተ ሰዓት ፕላስ ክትሰርሕ ኣለካ ካብ ሸሞንተ ሰዓት ንላዕሊ ክትሰርሕ ክትኽእል ኣለካ ሕጂ እቲ ጌጋ ናትና ኣይኮነን ግን ካብ ናትና እዩ ከም ኣብነት ናይ ስደተኛታት ዝጥቀሱ ብዙሕ ግዜ እስራኤላውያን እዮም እስራኤላውያን ተሰዲዶም ከማና ነብሩ ነሮም ግን ከዓ እስራኤላውያን ፍልይ ዝብሎም ነገር እንታይ ነይሩ ኣብ ግዜ ስደቶም እቲ እንኮ ዝዛረብሉ ነገር እንታይ እዩ ገንዘብን ገንዘብን ጥራይ እዩ ዕላሎም ብዛዕባ ገንዘብን ገንዘብን ጥራይ እዩ ዝሪኦም ብዛዕባ ገንዘብን ገንዘብን ጥራይ እዩ ፋይናንሻሊ ወይ ከዓ ብቁጠባ ርእሱ ዝኸኣለ ሕብረተሰብ ክትኸውን ክትል ኣለካ ዝኾነ ለውጢ ከተምፅእ ተኾንካ ዝኾነ ፅልዋ ከተምፅእ ተኾንካ ማለት እዩ ሶ እንታይ ኢኻ ክትገብር ዘለካ ክልተ ሰለስተ ኣርባዕተ ዝኾኑ ኣታዊ ክትገብር ክትል ኣለካ ሶ ንመጀመሪ ዝኣክል ኣብዛ ትሪእዋ ዘለኹም ናተይ ቻነል ብነፃ ክትመሃር ትኽእሉ እዮም ብዛዕባ ፋይናንሻል ማርኬት ብዛዕባ ፎሬክስ ትሬዲንግ ክትመሃር ትኽእሉ እዮም ንመፃእ ከዓ ብዙሕ ትምህርትታት ሒዘልኩም ክመፅእ እየ ዳርጋ ተወሳኺ ተደሊኹም ከዓ ብቴሌፎን ኣብዚ ዘሎ ብዝተሓት ገይረልኩም ዘለኹ ትረኽቡን ትኽእሉ እዮም ኢንጆይ ላይፍ